ሰላም ሰላም ኣሕዋት ከምቲ ልሙድ ምሳኹም ዘለኹ ሓወኹም ዳዊት እየ ሎማዓንቲ ሓንቲ ነገር ሰለስተ ነገራት እዩ ዘለኩም ዘለኹ ንሱ ከዓኒ ከመይ ጌርና ኣብ ኣይፎን ከመይ ጌርና ዳውንሎድ ንገብር ዝኾነ ይኹን ቪድዮ ካብ ዝኾነ ካብ ዩቱብ ድዩ ካብ ፌስቡክ ድዩ ካብ ኢንስታግራም ድዩ ብዝኾነ ማለት እዩ ቅድሚኡ ግን ክሕብረኩም ዝደሊ ነገራት ኣሎ ኣብዚ መፂኹም ሳብስክራይብ ክትገብሩ ዕድመኩም ማለት እዩ እዚኣታ ዩቱብ ናተይ ትመስል ድሮ እኳ ክልተ ሚእትን ዕስራን ሓሙሽተን ሰባት ሳብስክራይብ ገይሮም ኣለዉ ኣብዚ መጺኹም ሳብስክራይብ ብምግባር ተኻፋልቲ ናተይ ክትኾኑ ትኽእሉ ኢኹም። ነቶም ተጠቀምቲ ኣንድሮይድ ማለት እዩ ብዛዕባ እዚ ሎጎ እዚ ንዛረብ ኣለና። ኣንድሮይድ ክበሃል ከሎ እዚ ማለት እዩ ተጠቀምቲ ሳምሶንግ፣ ኤችሲ ካብ ኣይፎን ወፃኢ ዘሎ ብምሉእ ሞባይላት ማለት እዩ ካብ ዓይነት ኣፕል ካብዚ ሎጎ እዚ ዘለዎ ወፃኢ ዘለዎ እዚ ማለት እዩ ብዛዕባ እዚኤን ንዛረብ ኣለና እዚ ከኣ ዝኮነ ፖስት ኣይገበርኩን ስጋዕ ሕጂ ማለት እዩ እታ እዚኣን ናይ መወዳእታ እዚኣ ማለት እዩ ካልኣይቲ ከኣ እዚኣን ማለት እዩ ከመይ ጌርና ካብ ኣይፎን ናብ ኣንድሮይድ ትራንስፈር ንገብር ዝኾነ ይኹን ስእሊ ድዩ ዝኾነ ማለት እዩ እዚኣ ከዓኒ ሓንቲ ፊልም መርኣይት ናይ ክልተ ብክልተ መንገዲ ፍሊም መርኣይ ናይ ሳምሶንግ እዩ ማለት እዩ ሶ እዚ ክብለኩም ከለኹ እንጂ ዝኾነ ፖስት ይገበርኩን ኣለኹ ስጋብ ሕጂ ካባይ ትደልይዎ ሓገዝ ዘሎ ይመስለኒ ናይ ሳምሶንግ እንድሕር ኣሎ ኮይኑ ከዓኒ ኣብ መልክዕ ኮመንት ወይ ድማ ኣብ ኢንስታግራም ኢንስታግራመይ ኣብ ዘለኩም ወይ ድማ ፌስቡክ ኣብ ዘለኩም ኣብዚ ኣትኹም ክትፅሕፉለይ ትኽእሉ ኢኹም ዝኾነ ሕቶ ተለኩም ማለት እዩ ኣነ ከዓ ብመልክዕ ቪድዮ ኣብዛ ክዝርግሓልኩም እየ ወይ ድማ ዝኾነ ሓበሬታ ተሎ ከዓ ብመልክዕ ቴክስት ክመልሰልኩም እየ ማለት እዩ ሶ ናብቲ ናይ ሎሚ ዘምፃኒ ክገብር ሰናይ ምክትታል እዚኣ ሚሮሪን እና ክንጥቀም ደዊ ሚሮሪን ክንጥቀም ከለና ከም ትሪእዎ ዘለኹም ከም ትሪእዎ ዘለኹም እዚኣ ሞባይል እያ ማለት እዩ ብዛዕባ እዛ ኣፕሊኬሽን እዚኣ ከዓኒ ቅድሚ ሕጂ ዝሓለፈ ፖስት ኢለልኩም ነይረ ማለት እዩ እዚ መሰልቲ ኣፕሊኬሽን ዩቱብ ኣቲና ክንርኢ ንክእል ኢና ካብ ዩቱብ ንኣብነት ከመይ ገርና ነውርዶ ከርእየኩም እየ ዳውንሎድ በላ ትብለኒ ኣላ ዳውንሎድ ክብላ ብመልክዕ እንታይ እዩ ግን ብመልክዕ ቪድዮ ተረዲኹምኒ እዚ ንቪድዮ ጥራይ እዩ ማለት እዩ ንቪድዮ ጥራዩ ኣነ ኦሬዲ ኣይተድልየንን እያ ንዓኹም ንኸርኢ ኢለ ማለት እዩ ነዚ ትመስል እዛ ሓንቲ ኣነ እውን ዳውንሎድ ዝበልክዎ ኣብኡ ማለት እዩ ከምዛ ዘርኣኹማ ግን እዚ ኣፕሊኬሽን ንዓይ ኣብ ሪከርድ ከም ዝገብር ዘለኹ ድዩ ወላ እንታይ ልክዕ ምዛ ኮምፒውተር ኮንታክት ክገብረ ከለኹ ተኣብየኒ ኣላ ማለት እዩ ከም ትሪእዋ ዘለኹም ወላ ስታክ ገይራ ኮላ እቲ ኣድቨርታይዝ ትገብር ኣላ ማለት እዩ ወላ ኣፅያ ከለኹ ኣድቨርታይዝ ክትገብር ፀኒሓ ማለት እዩ ኣዝያ ፅብቕቲ እያ ምዛ ኮምፒተር ክገብራ ከለኹ ጥራይ ከምኡ ትገብር ዘላ ሶ ናብታ ካልኣይቲ ክንከይድና እዛ ቦልት ከዓኒ ልክዕ ከምኣ ማለት እዩ ዝኾነ ሊንክ ምፅኹም ኣብዚ ፔስት ክትብሎ ትኽእሉ ኢኹም እዚ ቕፎን ምስ በልናያ እዚኣ ውን ዳርጋ ዋላ ሓንቲ ዘፍሊ የብለንን እዚኣ ከኣ ርኢዋ እዚኣ ሊንክ ኣምጺኣ ዘለኹ ኣነ ዳውንሎድ በላ ትብለኒ ኣላ ዳውንሎድ ክብላያ ግን ከም ትሪእዎ ዘለኹም ማለት እዩ ኣብዚ ዳውንሎድ መፂኹም ዳውንሎድ ምስ በልኩማ ክትሰርሓልኩም እያ ማለት እዩ ኣነ ግን ኦረዲ ኣይተድለየንን እያ እታ ቪድዮ ማለት እዩ እዚኣ ከዓኒ ካልኣይቲ እያ እዚኣ ግን ሓንቲ ክትፈልጥዋ ዘለኩም ተኻቢላ ዋላ ዋላ እቲ ከርእየኩም እየ ከመይ ጌርና ናብ ሞባይልና ንሕልፎ ማለት እዩ ከመይ ጌርካ ኖርማል ሸር ኣብቲ ቪድዮ ኣቲኻ ሸር ምስ በልካዮ ናበይ ክብለካ እዩ ሴፍቲ ማይ ካሜራ ሮል ትብላ ወይ ድማ ናብ ዝኾነ ማለት እዩ ሕጂ ዳውንሎድ ክብላ ዳውንሎድ ትገብራ ኣላ ብኤምቢ ስሪ ወይ ድማ ብቪድዮ ትብለላ ኣነ ግን ኣይደላነ እንድሕር ወሪዳ ሽዑ ኣብዚ ልክዕ ጎ ዳውንሎደር ዳውንሎድ ዝብለኒ ኣሎ ኣብኡ ተኸይደ ሪእዎ ኦል ዝብለኒ ኣሎ ኢሜጅ ቪድዮ ሙዚክ ኣዘር ዝብለኒ ኣሎ ቪድዮ ተኮይኑ ኣብቲ ናይ ቪድዮ ትፀንሓኒ እዩ ኢሜጅ ተኮይኑ እቲ ኢሜጅ ወይ ድማ ሙዚክ ተኮይኑ ከዓ ሙዚክ ማለት እዩ ዝኾነ ዳውንሎድ ክትገብርሉ ትኽእሉ ኢኹም ብመልክዕ ኣውዲዮ ድዩ ገለ ማለት እዩ ሶ ነዚ ትመስል ነይራ ናይ ሎሚ ናይ ኒዝ ናይ ዘተራኸብናያ በዚኣ ወዲእ ኣለኹ ኣብ ከለኹ ክሕብረኩም ዝደሊ ነገር ኣሎ ብዛዕባ ሕጂ እውን ብዛዕባ እዛ ሳብስክራይብ እያ ሳብስክራይብ ኣይትረስዑ ሓወኹም ዳዊት ንዓኹም ንምሕጋዝ ኣብዚ ኣለኹ ዝኾነ ይኹን ማለት እዩ ብዛዕባ ላፕቶፕ ይኹን ወይ ድማ ዝኾነ ይኹን ሶፍትዌር ኣብ ትደልዩ ሕተቱኒ ኣነ እውን ክምልሰልኩም እየ ማለት እዩ ሰሰናይ ንዓኹም ሸር ሳብስክራይብ ኣይትረስዑ